ዝኸበርኩም ኣሕዋት እንቋዕ ደሓን መጻኹም። ስመይ ኤደን እበሃል። ሎማዕንታ ከመይ ጌርና ናይ ጸብሒ ጨና ካብ ገዛና ነውጽኦ እንደገና ከዓ ንቁሪ ግዜ ብጣዕሚ ጽቡቅ ክትጨርወልና ገዛና ተደሊና ከመይ ከም ዝገብር ምሳኻትኩም ሼር ክገብር ክትፈትዎ ተስፋ ገብር ኦኬ እምበኣር ክቡራት ኣሕዋት ኣፕል ከድለየና እዩ ቀይሕ ኣፕል ይምረፅ ማለት እዩ ቱፋሕ ማለት እዩ ሓደ ሰለስተ ዝኸውን ንሱ ከዓኒ ሓደ ኣርባዕተ ሓሙሽተ እግሪ ስባር ዝኸውን ቃርፋ ከድልየና እዩ ድሓር ነቲ ኣፕል ቁርፅ ቁርፅ ነብሎ ማለት እዩ እንኮላይ ውሽጡ ኣይትደርብዎት ውሽጡ ድሕር ማይ ገይርና ካብቲ ቃርፋ የእቲና ኣፀቢቕና ነፍልሖ ማለት እዩ ድሕራይ እንዳፈልሐቲ ኩሉ ገዛኻ ፅቡቅ ይጨንወልካ እቲ ኣብኡ ዘሎ ናይ ፀብሒ ጨና ዝኾነ ነገር ባዘር ድገብረካ ጨናኻ ይወፅእ ማለት እዩ ናይ ብሓቂ ከም ዝጥቀም ኣነ ማለት እዩ ፍጨና ክብርታዓለይ ኢለ ከኣ ሓደ ሓደ ግዜ ከኣ እዚ ፓውደር ሲናምን ከምኡ ከኣ የእትወሉ ማለት እዩ ቃርፋ ማለት እዩ ዝተጣሕነ እሱ ካብ ብርቱዕ ስለ ዝኾነ ኣጸቢቑ ማለት ይሕግዘካ ንሱ ከኣ ናይ ኣፕልን ናይ ቃርፋን ጨና ዘለዎ ናይ ኤርዊክ ወይ ከዓ ግሌድ ዝበሃል ኣሎ ካምፓኒ እሱ ከዓ ኣሎ ፕላግ ኢንስ ማለት እዩ እዚ ኤሌክትሪክ ናቱ ኣለዎ ከምኡ ገይረ ከዓ ጥቀሚ ናይ ብሓቂ ጥዑም ድጨኑ ተደሊኹም ከዓ ደፊዩሰር ትጥቀሙ ትኽእሉ ኢኹም ደፊዩሰር ከዓኒ ቁሩብ ማይ ጌርኩም ካብቲ ኢሰንሻል ኦይል ጨና ዘለዎ ማለት እዩ ካብኡ ተእትውሉ ድሕሪ እዚ ኩሉ ገዛኻ ሃነ ንብለልካ ማለት እዩ እዚ ዳርጋ ሓደ ሰለስተ ኣርባዕተ መዓልቲ ትዓቑርዎ ትኽእሉ ኢኹም ማይ እንዳወሰኩም ተፍልሕዎ ቁሩብ በቃ ፍርቂ ሰዓት ገለ ዝኾኑ ምስ ፈልሐ ተጥፍእዎ በቃ እዚ ኩሉ ገዛ ሙሉእ መዓልቲ ይሓነ ንብለልካ ክቡራት ኣሕዋት ሎማዓንቲ እምበኣር ብዛዕባ ፅሩያት ዘይኮኑ ዓሳታት ናቶም ክነግረኩም እዩ ንኣብነት ሕጂ ሓሸማ ከይንበልዖ ድተኸልከልና ረሳሕ ስለ ዝኾነ እዩ ርስሓት ስለ ዝበልዕ እዩ እንታይ ከም ዝበልዕ ከዓ ስእሊ ከርእየኩም እየ ሶሪ የፍንፍነካይ ግን ዛሓነ ክትርእይዎ ምእንቲ ሶ ስለ ርስሓት ዝበልዕ ኣይርህፅን እዩ ሶ እሱ ተበሊዕካ ትሓምም ማለት እዩ ዳስዋይ መብዝሕትኡ ሰብ ሓርታዕታ ገለገለ ዝቐትሎ እዚኦም ሓሸማ ብብዝሒ ዝበልዑ ማለት እዮም ኣብ ንእሽቶ ዕድሚኦም ቀልጢፎም እዮም ዝሞቱ ዳስዋይ ሕጂ ኣብ ዓሳኻ ከምኡሎ ማለት እዩ ንኣብነት ሕጂ ዓሳ ካትፊሽ ድበሃል ኣሎ ኣብዛ ዓዲ መብዝሕትና ሓበሻ ብዘይፍላጥ ንበልዖ ኢና ኣነ ከማን ቀደም እበልዕ ነይረ ምስ ፈለጥኩ ግን ብጣዕሚ ረሳሕ ዝኾነ ዓሳ ማለት እዩ ናይቲ ባሕሪ ርስሓት እዩ ዝበልዕ ሶ ንዑ ተበሊዕካዮ ሓሸማ ድበልዓኻ ማለት እዩ ሶ እዚኣ እየ ክነግረኩም ዝደሊ ማለት እዩ ኩላትኩም የሕዋተይ ካትፊሽ ኣይትብልዑ ፈርስት ኦፍ ኦል ዓሳ ኣይኮነን ብጣዕሚ ርስሓት ናይ ባሕሪ እዩ ዝበልዕ ሶ ንዑ ተበሊዕኩሞ ሓሸማ በሊዕኩም ማለት እዩ ሶ እቲኦም ፅሩያት ዓሳን እቶም ዘይብልዑ ዓሳን ኩሎም ክብለልኩም እየ እዚ ክላም እዚ ሽሪምፕ ገለመለ ገለ ኩሉ ረሳሒ ክንበልዖ ይንኽእል ኢና እዚ ክራብ እዚኦም ክስታይ ከምኡ ትበልዑ ተኾንኩም ሓሸማ ትበልዑ ኣለኹም ማለት እዩ እዚአን ክነግረኩም ይደሊ ማለት እዩ ኣብዚ ሊስታ ናይ ባሕሪ ዓሳሱ ደይብልዑ ገይረልኩም ኣለኹ እቲ ዌቭሳይት ከኣኒ ክቐለልኹም ምእንቲ ኣብቲ ድስክርፕሽን ባክስ ኣብኡ ክገብረልኩም እየ። ካልእ ከኣኒ እዚኣ ቪድዮ ማለት እዩ ነቲኦም ትከታተሉ ሃይማኖት ማለት እዩ ኦሪት ትኽተሉ ንዓኻትኩም እያ ማለት እዩ እቲኦም ካልኦት ከዓ ኦፈንድ ከይትኾኑ ንዓኻትኩም ኣይኮነን እዚ ንዓና ማለት እዩ ሰብ ከዓ እባ ቀዳመይ ብዛዕባ ሓዳርካ እባ ገለ በለና ገለ ኢልኩም ነርኩምሲ እወ ኣነን በዓል ቤተይን 19 ዓመት ተመሪዕና ማለት እዩ ካብ 2000 ማለት እዩ መብዛሕትኹም ኣሕዋት ኣብ መርዓና ዝነበርኩም ኢኹም ኣብ ኦክላንድ ተቕመጡ ማለት እዩ ኣነ ክብለኩም ዝደሊ ኮሚኒኬሽን ማለት እዩ ብጣዕሚ ክትረዳድኡ ክትክእሉ ኣለኩም ብዙሕ ሰብ ኣይተእትዉ ኣብ ሓዳርኩ ማሓዛ ዓርኪ ኣየድልን እዩ ዋላ ይሃልኹም ማሓዛ ዓርክስ ፕራይቨት ግበርዎ እቲ ናትኩም ላይፍ ፕራይቨት ግበርዎ ተኸባበሩ ነንሕድሕድኩ ምስኡ ከዓ ካልእ ከዓ ነዚኤን ኣሕዋተይ ማለት እዩ ደቂ ኣንስትዮ ኣሕዋተይ በታ ናተይ ማለት እዩ ክምዕደን ዝደሊ ቴሌፎን ኣብ ቅድሚ ሰብኣይ ክናይ ትዕልላ ሳብ ብጣዕሚ እዮም ዝፀልኡ ኣይፈትውን እዮም ሰዓት ሓሙሽተ ልክዕ እቲያ ስራሕ ካብ ስራሕ ዳኣትወላ በዓል ቤትክን ሰዓት ቴሌፎን ዕፆፁፁ ኣብላ እያ በቃ ዳሴ ሽዑ ንዑ ጥራይ ኣቴንሽን ትበኦ ማለት እዩ ዘድልዩ ኣቴንሽን ከምዚኣ ክብለክን ዝደሊ ሓዳርሲ ኮሚኒኬሽን እያ በቃ ምርድዳ እያ ዳሴ ካልእ ሰወላ ሓንቲ ከመዴታትና ማለት እዩ ተሰማሚዕና ንኸይድ ማለት እዩ እሳ እያ በቃ ካልእ ከታይ ኣለዎ በቃ ንሳያ ኤንወይ ከምቲ ዝበልኩም እቲ ናይ ዓሳታት ብሙሉ ስእሉ እንዳርኣኹ ከብለልኩም ከሪኤኩም እየ ኣይ ናይ ፆሪን ኣይ ናይ ዘይፆሪን ከምቲ ዝበልኩም እዚ ነቶም ኣሕዋተይ ማለት እዩ ነቶም ትግደሱ ብሃይማኖት እዚኣ ነራ ፈቲኹማ ክትኮኑ ተስፋ እንዳገበርኩ ኣብ ዝመፅእ ክሳዕ ዝርእየኩም ዳሓን ቀንዩ የቐኒየለይ ከዓኒ ስለ ኩሉ ነገር ክቡራት ኣሕዋተይ